ሰላም ተኸታተልቲ እዛ ቻነል እዛ ቻነል ምስ ናብ ማሕበራዊ ቁጠባዊ ፖለቲካዊ ኩነታት ናብራና እጃመይ ንምብርካት ከፍተያ ስለዚ ሼር ሳብስክራይብ ምግባር ኣይትሕመቑ ሰላም ተኸታተልቲ እዛ መደብ ከመይ ቀኒኹም ሎሚ እቲ ብኢትዮጵያ ተኸታታሊ ዝለዓል ዘሎ ሕቶ ኣፍደገ ባሕሪ ክዛረብ እየ ከምዝፍለጥ ድሕሪ'ቲ ቃለመጠይቕ ናይ ፕረዚደንት ኢሳያስ ኣፍወርቂ፣ ሜድያታት ናይ ኢትዮጵያ ብፍላይ ከኣ ፋና ተለቪዥን፣ ናይ ኢትዮጵያ ብፍላይ ንመንግስቲ ዝድግፉ ዩቲበራትን ኣብ ርእሲ መንግስቲ ኤርትራ፣ ኣብ ርእሲ ህዝቢ ኤርትራ ብፍላይ ከኣ ኣብቲ ናብ ኢትዮጵያ ዝነብር ዓቢ ጎስጓስ የካይዱ ኣለዉ። ከምኡ'ውን ሕቶ ኣፍደገ ባሕሪ ከም ቀንዲ ኣጀንዳ ገይሮም ኣልዒሎሞ ኣለዉ። እዚ ኣደን እዚ ሕቶ ባሕሪ ኣጀንዳ ከኣኒ ሕጂ ዜሩ ዜሩ ናብ ኤርትራ ወይ ናብ ቀይሕ ባሕሪ ቀኒዑ ኣሎ ማለት እዩ። ከም ንዝክሮ ቅድሚ ዓመት ኣቢሉ መንግስቲ ኢትዮጵያ ምስታ ሶማሊ ላንድ ትፍለጥ ኣካል ናይ ሶማልያ ግን ከኣ ከም ሃገር ክእውጅ እየ ትብል ዘላ ሓደ ስምምዕ ኣካይዱ ነይሩ። እቲ ስምምዕ ከኣ ኣብ ወደብ በርበራ ናይ ዕስራ ኪሎሜተር ዝኸውን ኣፍደገ ባሕሪ ክረክብ ንሓምሳ ዓመት ክካረዩ ማለት እዩ፣ ብኡ መጠን ከኣ ንሶማሊላንድ ኣፍልጦ ክህባ ማለት እዩ። ድሕሪኡ መንግስቲ ሶማልያ ነዚ ብወግዒ ተቓዊምዎ፣ ዳርጋ ናይ ዲፕሎማስያዊ ሽግር ተፈጢሩ ክልቲኣተን ሃገራት ማለት እዩ። ነዚ ቀጺሉ ናይ ሶማልያን ናይ ኤርትራን ናይ ግብጽን ፕረዚደንታት ከኣ ናብ ኣስመራ ተረኺቦም፣ እዚ እውን ንኢትዮጵያ ባህ ከምዘየበላ ሕጂ ብወግዒ ዝዝረበሉ ዘሎ ኩነታት እዩ ማለት እዩ። እዚ ግን ብፍላይ እቲ ፕረዚደንት ቃለመጠይቕ ዝገበሮ ናይ ኤርትራ ማለት እዩ ብዛዕባ ኢትዮጵያ ዝተዛረቦን ብዛዕባ እዚ ግድብ ከምኡውን ብዛዕባ ቅዋም ድሕሪኡ ዜናታት ናይ ኢትዮጵያ ማዕከናት ዜና ናይ ኢትዮጵያ ኣብ ርእሲ እቲ መራሕን ኣብ ርእሲ ኣብ ኢትዮጵያ ዝነብር ህዝቢ ኤርትራን ዓቢ ጎስጓስ የካይዱ ኣለዉ። እቲ ናተይ ቀንዲ ኣጀንዳ ስለምንታይ ጎስጓስ የካይዱ ኣለዉ ኣብ ርእሲ እቲ መራሒ ወይ ኣብ ርእሲ እቲ ህዝቢ ኣይኮነን መሰረቱ ከምዚ ንብሎ ደለና እቲ ዲፕሎማሳዊ ርክባት ኣብ መንጎ ኣብን ኢሳያስን ዝነበረ ንታሕቲ ገጹ የንቆልቁል ከም ዘሎ የረዳኣካ እዩ ብመሰረቱ ውን ስትራተጂክ እዩ ኢለ ድኣምነሉ ኩነታት ኣይነበረን ምኽንያቱ ታክቲካል እዩ ነንነብሶም ክጥዕመሎም ኢሎም ዝገበርዎ እዩ እምበር ንህዝቢ ክጠቅም ንህዝቢ ከርብሕ ኢሎም ዝገበርዎ ኩነታት ኮይኑ ኣይስማዓንን እዩ ሕጂ ከኣ ጊዝኡ ኣኺሉ ንሶም ክቀራሓኑ እተን ሃገራት ከኣ ክተፋነና ጀሚረን ኣለዋ። ግን ኢትዮጵያ እንታይ እያ እትደሊ ዘላ ዝብሃል ሕቶ ኣገዳሲ እመስለኒ። ልክዕ ናይ ወደብ ኣገልግሎት ድያ ትደሊ ዘላ? ልክዕ ከምዚ ኣገልግሎት ክትረክብ እሞ ንብረታ ክተእቱ ህዝባ ክትጠቅም ድያ ትደሊ ዘላ ወለስ እቲ ናታ ድሌት ኪኖ ኣፍደገ ባሕሪ ኪኖ ወደብ ንሳ እትውንኖ ናተይ እትብሎ ኣፍደገ ባሕሪ እያ ትደሊ ዘላ ኢልካ ምሕታት ኣገዳሲ እመስለኒ። ምኽንያቱ እዚ ምስ ሶማሊላንድ ጌራቶ ዝነበረት ስምምዕ ዳርጋ ሆ ዘበለ ንኢትዮጵያውያን ዘሐጎሰ ቀዳማይ ሚኒስተር ኣቢ ከኣ እግዛብሄር ይመስገን ንደልዮ ረኺብና ዝበለሉ ፍሉይ ነገር ኣይኮነን ምኽንያቱ ብክራይ ናይ ሓምሳ ዓመት ናይ ዕስራ ኪሎሜተር ገምገም ባሕሪ ጥራሕ እያ ረኺባ እዚ ከኣ ጊዝኡ ምስ ሓእኸለ ወይ ክናዋሕ እከኣል ወይ ክቋረጽ እከኣል እዚ ውን ሓድሽ ነገር ኣይኮነን ኣብዚ ገምገም ናይ ቅይሕ ባሕሪ ኣብ ጁቡቲ ጥራሕ ኣርባዕተ ሓሙሽተ ናይ ወጻኢ ሃገራት ኣለዉ ናይ ወጻኢ ሃገራት መዓስከራት ኣለዉ ማለት እዩ። ናይ ፈረንሳ ኣሎ፣ ናይ ቻይና ኣሎ፣ ናይ ኣሜሪካ ኣሎ፣ ናይ ጥልያን ኣሎ፣ ናይ ጃፓን ከይተረፈ ኣሎ። ምኽንያቱ ሃገራት ኣብ ካልኦት ሃገራት ከይደን ወታደራዊ መዓስከር ክገብራ ወይ ሚሊተሪ ቤዝ ክገብራ ፍሉይ ነገር ኣይኮነን ክሳብ ዝተሰማምዓ ምስተን ሃገራት ማለት እዩ። ሕጂ ኢትዮጵያ እዚ ጥራሕ ድያ ካብ ትደሊ ደላ ድበሃል ሕቶ እውን ኣገዳሲ እዩ። ምኽንያቱ እንታይ እዩ ከኾና ሓይሊ ባሕሪ ናብ ጅቡቲ ጌራ ንመን ክትጸልወሉ'ያ ምስ መን ክትዋግኣሉ'ያ እንታይ'ዩ ክጥቕማ ኢልካ ምሕታት ኣገዳሲ መስለኒ ምኽንያቱ ኢትዮጵያ ዘድልያ ከመይ ጌራ ንብረታ ተምጋዓዕዝ ከመይ ጌራ ናብ ሃገራ ትእቱ ከመይ ጌራ ነዚ ሚእቲ ሚልዮን ትብሎ ደላ ህዝቢ ዘድልዮ ቀረባት ተምጸሉን እቲ ካብ ሃገራ ዝኸይድ ናብ ካልኦት ሃገራት ዝኸይድ ንብረት ከኣ ትሰደሉን ክኸውን ኣለዎ እምበር ሓይሊ ባሕሪ ምግባር እንታይ'ዩ እቲ ዕላምኡ'ውን ብዙሕ ዝርድኣኒ ኣይኮነን ምናልባሽ ከምዚ ገለ'ዮም ዝብልዎ ኢትዮጵያ ዓባይ ሃገር ንምግባር እቲ ናይ ቀደም ናይ ኣክሱማይት ዝበሃል ዝነበረ ዝና ዓይነት ምምላስ ንሽም ተባሂሉ ዝኸውን እንድሕር ኣሎ ምናልባሽ እሱ ካልእ ሕቶ ክኸውን ይኽእል እዩ ዕሙቕ ኢልና እውን ክንሪኦ ንኽእል ኣብ ካልእ ጊዘ ኮይኑ ይስመዓኒ ግን እዚ ናብ ርእሲ ኤርትራ ዘምጽኦ ዘለዉ ሕቶኸ እንታይ እዩ እንድሕር ኢልካ ብሰለስተ ምኽንያት ኣብ ኤርትራ ዘሎ ወደብ ወይ ዓሰብ ይግበኣና እዩ ዝብል ሕቶ'ዮም ደምጽኡ። ሓደ ካብኡ ሕጋዊ፣ ቁጠባዊ፣ ታሪኻዊ ዝበሃል ኣሎ። እቲ ሕጋዊ ዝብልዎ ብሕጋዊ ነገር ዝመጽእ ኣይመስለንን። ምኽንያቱ እቲ ናይ ዓለም ሕጊ ወይ እቲ ዩናይትድ ኔሽንስ ኮንቨንሽን on the law of the sea ዝበሃል ብፍላይ ከኣ እቲ ኣርቲክል ዋን ትዌንቲ ፋይፍ ዝበሃል ነተን ባሕሪ ዘይብለን ሃገራት ዝውክል እዩ ማለት እዩ። እዚ ከኣ ምስተን ባሕሪ ዘለወን ሃገራት ተሰማሚዕካ ኣክሰስ ናይ ባሕሪ ወይ ከኣ ኣፍደገ ባሕሪ ክትረክብ ይፍቀደልካ እዩ፣ ኣገልግሎት ክትረክብ ትኽእል ኢኻ፣ እንተኾነ ግን ተዘይሃብኩኒ ኢልካ ትዋጠጠሉ እዚ ናተይ እዩ ክውንኖ እየ ትብለሉ ከምኡ ዓይነት ሕጊ ኣየፍቅድን እዩ እቲ ሕጊ ንፁር እዩ ማለት እዩ ሃገራት ኣብ ርእሲ እቲ ናተን ዘለወን ልኡላውነት ወደበን ባሕረን ኩሉ ነገሩ ባዕለን እየን ዝውንንኦ ግን ከዓኒ እተን ባሕሪ ዘይብለው ናይ ኣፍደገ ባሕሪ ዘይብለን ላንድ ሎክድ ዝበሃላ ሃገራት እሰን ከኣ ክጥቀማ መሰል ኣለወን በቲ ሕጋዊ መገዲ ማለት እዩ እቲ ካልእ እቲ ቁጠባዊ ወይ ከኣ እቲ ናይ ፖፑሌሽን ሕጂ ሚእትን ገለን ኮይንና ኣለና፣ ድሕሪ ቅሩብ ግዜ ዕጽፊ ክንከውን ኢና ዝበሃል ኩነታት ኣሎ። እዚ ካብቲ ናይ ቁጠባ ተፈልዩ ዝረኣ ኣይመስለንን። ምኽንያቱ ሰብ ኣገልግሎት ክረክብ እቲ ሕጊ እውን ይድንግጎ እዩ። ወደብ ክትረክብ እቲ ሕጊ እውን ይድንግጎ እዩ። በቲ ሕጊ መጠን ከኣ ነቲ ንዓኻ ዝምልከተካ ቀረብ ክተምጽእ፣ ሰደድ ክትሰድድ ብእኡ ዝኸውን ኮይኑ ይስመዓኒ። እዚ ሆ ዘብል ነገር ዘድልዮ እውን ኣይመስለንን እዩ። እቲ ሳልሳይ ታሪኻዊ ዝበሃል ኣሎ። እቲ ታሪኻዊ ዝበሃል ንኤርትራ ንውንና ነይርና ኢና ቀደም። ኣፍደገ ባሕሪ ኣብ ገለ እዋን ስም ኣሕዲርናዮ ኢና። ህዝቢ ኤርትራን ህዝቢ ኢትዮጵያን ኣብ ብዙሕ ዘራኽብ ኩነታት ኣሎ። ኣብቲ ናይ ዓፋር ኩነታት ዘራኽብ ኣሎ። ምናልባሽ ኣብቲ ናይ ትግራይ ኩነታት ዘራኽብ ኣሎ። ኣብቲ ናይ ኩናማን ካልእ እውን ዘራኽብ ክህሉ ይኸእል እዩ። ግን ህዝቢ ስለ ዝተራኸበ ናብታ ሃገር ሓደ ከይድካ ወደብ ትውንን ወይ ፖለቲካ ትቕይር ማለት ኣይኮነን። ናይ ህዝቢ ምርኻብ ማሕበራዊ'ዩ፣ ባህላዊ'ዩ። እዚ ነገር ከኣ ንሃገራት ብጽቡቕ ክጠቕመን ይኽእል'ዩ፣ ከራኽበን ይኽእል'ዩ፣ ኲናት ከወግደለን ይኽእል'ዩ፣ ፍቕሪ ከምጽኣለን ይኽእል'ዩ። ምኽንያቱ ኣብ ክልተ ህዝቢ ማሕበራዊ ናብራ እንድሕር ኣሎ ነቲ ፖለቲካ ናብ ጽቡቕ ከምጽኦ ይኽእል'ዩ እምበር ኣብቲ ከይድካ ናተይ ውንኖ'ዩ ትብል ማለት ኣይኮነን። ኣነ ትግርኛ ስለ ዝኾንኩ ናብ ትግራይ ከይደ እዚ ናትና እዩ ክብል ኣይክእልን እየ። ካብ ትግራይ ከኣ ናብ ኤርትራ መጺኦም እዚ ናትና እዩ ክብሉ ይክእሉን እዮም። ልክዕ ከኣ ናብቲ ዓፋር ከባቢ ማለት እዩ። ከምኡ እንድሕር ኮይኑ ስኒ ኣብ ናይ ቀደም ታሪኽ ትነብር እንድሕር ኮንካ ብዙሕ ነገር ክለዋወጥ ይክእል እዩ ማለት እዩ። ግን እዘን ናይ ህጂ ናይ ኣፍሪቃ ሃገራት በቲ መግዛእታዊ ዶባት ዝተሓጸራ እየን። መግዛእታዊ ዶባት ከኣ ኣፍሪቃዊ ሕብረት ንዕኡ ከም ዘሎ እዩ ወሲድዎ፣ ከም ኢንተርናሽናል ባውንድሪ ከኣ ተቐቢልዎ ማለት እዩ። ኢንተርናሽናል ባውንድሪ ክኸውን ከሎ ስለዚ ብኡ ትቕየድ ማለት እዩ። እንተዘይ ኮይኑ ቀደም እኮ ከምዚ ኢና ኔርና፣ ቀደም እኳ ከምዚ ኢና ኔርና እንድሕር ኢልካ ካልእ ሽግር ይመጽእ ማለት እዩ። ስለዚ እዚ ኢትዮጵያ እውን ባዕላ ዝፈረመትሉ ሓንቲ ካብተን መስረትቲ ናይ ኣፍሪቃዊ ሕብረት እያ። እዚ ተገዛኢ ይኸውን። እዚ ተገዛኢ ተዘይኮይኑ ከኣ ኣፍሪቃ ሕንፍሽፍሽ ትብል ማለት እዩ፣ ዓለም እውን ሕንፍሽፍሽ ክትብል ትኽእል እያ። ምኽንያቱ ብዙሓት ሃገራት በቲ መግዛእታዊ ዶባት ዝቖማ እየን። ተዘይኮይኑ ካብኡ ክትቅይር ተፈቲንካ ብዙሕ ዓቢ ነገር ይመጽእ ብዙሕ ሕንፍሽፍሽ ይመጽእ ማለት እዩ ሕጂ እዚ ታሪኻዊ ዝበሃል ነገር ብዙሕ ኣይሰርሕን እዩ ማለት እዩ ምናልባሽ መግዛእታዊ ዶባት ናቱ ዝኾነ ሽግር ኣለዎ ከምዚ ገሊኦም በርዝ ዲፌክት ዝብልዎ ንሃገራት ክቆምዎ እንከለዉ ሽግር ገይሮም እዮም ሓደ ዓይነት ሕብረተሰብ ኣብ ክልተ ፈልዮሞ ሓደ ቋንቋ ዘለዎ ሓደ ባህሊ ዘለዎ ሕብረተሰብ ኣብ ሙሉእ ኣፍሪቃ ኣብ ክልተ ፈልዮሞ ኮም ዝተፈለየ ስለ ዝተፈለየ ግን ኣይፋሉን ንሕና ጥርንፍ ኢልና ሓንቲ ናትና ሃገር ክንገብር ኢና ወይ እዚኦም ናትና እዮም ናባና ክነምጽኦም ኢና ትብለሉ ኩነታት ኣይኮነን ከመይ ጌርካ ተሳኒኻ ትነብር ከመይ ጌርካ ተፋቂርካ ትነብር ጥራሕ ኢኻ ክትርኢ ዘለካ ስለዚ እዚ ብኢትዮጵያ ዝመጽእ ሕጋዊ ታሪኻዊ ህዝባዊ ዝባሃል ነገራት ሰለስቲኡ ወላ ሓደ ትርጉም የብሉን ማለት እዩ ግን ካብዚ ወጺኻ እሞ ከም ጎረቤት ሃገር ስለምንታይ ኢና ደኣ ዘይንረዳዳእ? ስለምንታይ ንኣብነትሲ ናይ ወታደራዊ መዓስከር ደልዩ እንድሕር ኣለዉስ ስለምንታይ ደኣ ዘይንህቦም? ድበሃል ሕቶ እቲ ካልእ ሕቶ ይመጽእ ማለት እዩ። ምናልባሽ ኣብዚ ሓደ ክንርደኦ ክኢልና ዘለና ኣነ ክርደኦ ክኢለ ዘለኹ ኢትዮጵያ ናይ ወደብ ኣገልግሎት ጥራሕ ኣይኮነትን ትደሊ ዘላ ምናልባሽ እውን ናይ ሓምሳ ዓመት ናይ ወታደራዊ መዓስከር ጥራሕ እውን ትደሊ ኣይመስለንን ምኽንያቱ ድሕሪ ሓምሳ ዓመት ተባርራ ኢኻ ካልእ ውዕል ተዘይፈሪማ ማለት እዩ። ግን ስለምንታይ ከ ደኣ ከምኡ ዘይፍቀደላ? ኣብዚ ናይ ቀይሕ ባሕሪ ኣብዚ ናይ በዓል ሶማልያ ብዙሓት ሃገራት እኳ ዘለዋ ናይ ናይ ደገ ሃገራት እኳ ዘለዋ እዛ ጎረቤትና ሃገርሲ ስለምንታይ ኢና ከምኡ ዘይንባ ዝብል ሓደ ሕቶ ክመጽእ ይኽእል ይመስለኒ። ምናልባሽ ኣብቲ ናይ ወደብ ኣገልግሎት ብዙሕ ሽግር ዘለዎ ኮይኑ ኣይስመዓንን። ኢትዮጵያውያን ኩሉ ግዜ ይዛረብሉ እዮም ንወደብ ኣገልግሎት መዓልታዊ ሰለስተ ሚልዮን ዶላር ንኸፍል እብሉ ኣነ ክሳብ ዝፈለጥክዎ ግን ቅድሚ እዚ ናይ ተስዓን ሸሞንተን ኩናት ኣብ ኤርትራን ኣብ ኢትዮጵያን ዝነበረ ዳርጋ ብነጻ እዮም ዝግልገሉ ኔሮም እቲ ናቶም ብነጻ ምግልጋል ውን ንዓና ኩሉ ግዜ ጥቕሚ ኣለዎ ዋላ ብነጻ ተተገልገሉ ጥቕሚ ኣለዎ እቲ ጥቕሚ እንታይ እዩ ነቲ ንግዲ የማዕብለልካ ሰብ ስራሕ ይረክብ ብዙሕ ነገር ይገብር እዚ ክብል ከለኹ ብነጻ ክወሃቡ ኣለዎም ማለተይ ኣይኮንኩን ምኽንያቱ ኣነ ዝብሎን ዘይብሎን ኣይኮነን ኩሉ ነገራት ርኢኻ ኣዳቒቕካ ሓሲብካ ትውስኖ ነገር እዩ ግን ወላ ብዙሕ እንተዘይከፈሉ እውንሲ እቲ ጥቕሚ ኣሎ እሱ ጥራሕ ድዮም ግን ዝደልዩ ዘለዉ ሕራይ ተጠቐሙ እንዶ ንዕመ ስማዊ ክፍሊት ክንገብረልኩም ኢና እተልካዮምሲ ይዓግቡ ድዮም ምኽንያቱ እቲ ሕቶ ናይ ወደብ ሕቶ ጥራሕ ኮይኑ ይስምዓኒ ንከምዚ ዝበልክዎ ንኣብነት ኣብዚ ምስ ሶማሊ ላንድ ዝገበርዎ ስምምዓት ምስ ሶማልያ ኣብ ግርጭት እእትይዎም ዳሓረ ጅቡቲ ዳሓን ግረፍዎ ንሕና ወደብ ክንበኩም ኢና ብሓባር ኮይንዳ ነማሓድሮ እዚ ናይ ተጁራ ወደብ እንዶ ተጠቀምሉ ኢላቶም ግን ኣይሰምዕዋን ክሳብ እጂ ካኣ መልሲ ይሃብዋን ስለዚ ድሌታቶም ኪኖ ወደብ እዩ ድሌታቶም ውን ክኖ ሰማሊ ላንድ ኮይኑ ይስማዓኒ ከምዚ ህጂ ተደጋጋሚ ዘልዕልዎ ዓሰብ ናትና እያ ዝባሃል ኣታሓሳስባ ኩሉ ጊዘ ኣሎ ማለት እዩ ሕጂ እቲ ሓደ ሕቶ ዝመጽእ እንታይ እዩ እንተዘይ ተኣሚኖም ዳኣ እሞ ከመይ ገይሮም እዮም ክዋሃቡ እንተዘይ ተኣሚኖም ከመይ ገይርካ ዳኣ ማዓስከር ትህቦም ምክንያቱ ማዓስከር ምስ ሃብካዮም ጽባሕ ውን ናተይ ይብሉካ ስምምዓት ክፈጥሩ ተዘይ ክኢሎም በቲ ስምምዓት ክቅየዱ ተዘይ ክኢሎም ንኤርትራ ከም ሓንቲ ልኡላዊት ሃገር ተዘይ ሪኦማ በቲ መግዛእታዊ ዶባት ዝተቆመት ዘን ከመይ ገይርካ ዳኣ ኢካ ክትህቦም ምኽንያቱ ስለ ዘጉባዕብዑ ምቕሽሽ ኣይትቦምን ኢኻ። እዚ ኣፒዝመንት ዝበሃል ወይ እዚ ንሓደ ደስ ክነብሎ ኢልካ ትህቦ ነገራት ኣብ ጀርመን ኣብ ካልኣይ ኲናት ዓለም ኣብ ጊዘ ሂትለር ርኢናዮ ኢና። ዝዓበየ ኲናት ኣምጺኡ ዝዓበየ ዕንወት ኣምጺኡ። ሰለዚ እቲ ዝዓበየ ሕቶ እቲ ናይ እምነት እዩ ማለት እዩ። እቲ ናይ ስርዓት ዲሞክራሲ እዩ ማለት እዩ። ስርዓት ዲሞክራሲ ክብል ከለኹ ብሕጊ ምቕያድ ማለት እዩ። ሰለዚ ኣብ ሓይሊ ኩሉ ግዜ ዝኣምኑ እንድሕር ኮይኖም፣ እዚ ናትና እዩ፣ ክንወስዶ ኢና፣ እዚ ከምዚ እዩ ዝብሉ እንድሕር ኮይኖም፣ እሞ ከኣ ዘየለ መርትዖታት ዝኣኻኽቡ እንድሕር ኮይኖም፣ ኣሚንካ ከመይ ጌርካ ደኣ ኢኻ ሓደ ውዕል ጌርካ ወላ እውን እንተ ደለኻ ይጠቕሞም እውን ኢልካ እንተ ሓሰብካ ኣፍ ደገ ባሕሪ ክትቦም ትኽእል፣ ንጊዛዊ ብኽራይ ማለተይ እየ። ስለዚ እቲ ሓደ ሕቶ እንታይ ኮይኑ ከኣ ዝስመዓኒ እቲ ናይ እምነት። ኮይኑ ይስምዓኒ እቲ ኣብ ክልቲኣተን ሃገራት ኤርትራን ኢትዮጵያን ጥራሕ ዘይኮነ ወላ ምስ ሶማልያ ወላ ምስ ካልኣ ሃገር ዘሎ ኣብ ዲሞክራሲ ዝተመስረተ ኣብ ባይቶ ዝተመስረተ ዓይነት ርክባት ዘይምህላውን እቲ ኮንፊደንስ ቢልዲን ወይ ከኣ ትራስት ቢልዲን ዝበሃል ነገር እቲ ስለ ዘየሎ እዩ እንተዘይኮይኑ ብሰላም እንተዝመጽእ ነይሩ ምናልባሽ ብስማዊ ክፍሊት እውን እንተዝወሃቡ ነይሮም ንኹሉ ህዝቢ እኹል ነይሩ ኮይኑ ይስምዓኒ ግን እዚ ኩሉ ጊዘ ምጉብዕባዕ እንርእዮ ደለና እቲ ሕቶ እታ ሓንሳብ ሓንሳብ ክትርእዮ ከለኻ ከኣ ናይ ወደብ ጥራሕ ድዩ ውን የብለካ እዩ ናይ ዓሰብ ጥራሕ ድዩ ውን የብለካ እዩ ምኽንያቱ እዚ ዝብልዎ ዘለዉ ነገራት ታሪኻዊ ዶ ገለ ዶ ነማሓድሮ ነርና ኢና ዝባሃል እንድሕር ኮይኑ ንዓሰብ ጥራሕ ድዮም ዘኣማሓድርዋ ነሮም ኢትዮጵያውያን ንቡዙሕ ዓመታት ብኣሜሪካ ተሓጊዞም ንኤርትራ ውን የማሓድርዋ ኔሮም እዮም ከምኡ እንድሕር ኮይኑስ ኪኖ ዓሰብ ጽባሕ ንኤርትራ ውን ናትና እያ ክብልዋ እዮም ማለት ድዩ እዚ እቲ ተደጋጋሚ ተደጋጋሚ ዝመጽእ ዓይነት ምኽንያታት እዩ ኩሉ ክትሪኦ ከለኻ ከኣ ቅቡል ኣይኮነን ማለት እዩ ህጂ ኣነ ኩሉ ጊዘ ክሪኦ ከለኹ እዚ ሕቶ እዚ ሕቶ ኣፍደገ ባሕሪ እውን ጥራሕ ኢልካ ትዓጽዎ ኣይኮነን፣ ሕቶ ዓሰቢ ጥራሕ ኢልካ እውን ትዓጽዎ ኣይኮነን፣ ኣብ ኤርትራ እንተመጺኻ ምናልባሽ እውን ሕቶ ልኡላውነት ክኸውን ይኸእል እዩ፣ ኤርትራ ከም ሓንቲ ሃገር ክሳብ ሕጂ ተቐቢሎማ ድዮም? እሱ ተረዲኡዎም ድዩ? ዝበሃል ሕቶ ኣሎ። ኣብዚ ካልእ ኣብ መጨረሻ ክብሎ ዝደሊ ምናልባሽ ብወገን መንግስቲ ኤርትራ ዝግበር ጌጋታት ኣሎ፣ እዚ ክልተ ሽሕን ዓሰርተ ሸሞንተን ኣብ መንጎ ኤርትራን ኢትዮጵያን ብሕልፊ ኣቢ ምስ መጸ ዝነበረ ጽቡቕ ሃዋሁ ነቲ ዶብ ሓጺሩ ኩሉ ነገር ወዲኡ ኣይተጠቕመሉን ምኽንያቱ ወላ እዚ ናይ ሽሕን ትሽዓተ ሚእትን ክልተን ሽሕን ትሽዓተ ሚእትን ሸሞንተን ገለ ምስ ጥልያን ዝተገብረ ስምምዕ እሱ እኮ ቅቡል ኣይኮነን እንተተባህለ ናይ ኣልጀሪስ ስምምዕ ሓድሽ መጺና ኣሎ ህጂ እዚ ናይ ኣልጀሪስ ስምምዕ ከኣ ፋይናል ኤንድ ባይንዲን ወይ ከኣ ናይ መጨረሻን ቀያድን እዩ ግን ነዚ ኣብ ረብሓና ኣውዒልናዮ ዶ ዝበሃል ሕቶ እሱ ውን ሓደ ካብቲ ኩነታት እዩ። ሓደ ካብቲ ድኽመት ኣብ ዓድና ዘሎ ኣብ መንግስትና ዘሎ ኮይኑ ይስምዓኒ። ኣብ ርእሲኡ ውን ደድመጸ መንግስቲ ደጊፍካ ሓንጊርካ ምኻድ ብዋጋ ኤርትራዊ ሂወት፣ ብዋጋ ኤርትራዊ ንብረት፣ ብዋጋ ደቅናን ኣሕዋትናን ኣቦታትናን ውን ንሪኦ ኣለና። እዚ ንኣቢ ዝተገብረ ደገፍ ርኢናዮ ኢና ተመሊሱ ከኣ ዋጋ የኽፍለና ኣሎ ስለዚ ኣብ መጨረሽታ እቲ ናይ ወጻኢ ፖሊሲና ውን ደጊምና ክንሪኦ ኣለና ክንድግፍ እንድሕር ኮይና ንመን ንድግፍ ነቲ ህዝቢ ኣብ ማእከል ዝገበርና ክንርኢ ኣለና ተዘይኮይኑ ዘዝመጸ መራሒ ነጣቕዓሉ እሞ ጽባሕ ተመሊሱ ወግኣና እንድሕር ኮይኑስ ኣብ ምንት ምንታይ ዘብል እዩ እዚ ውን ደጊምና ክንሪኦ ዘለና ኮይኑ ይስማዓኒ ንሎሚ ኣብ ዝኣኽለኒ መስለኒ እስኹም ሓሳብ እንድሕር ኣለኩም ኣብዚ ኣብ ታሕቲ ጸሓፉለይ ወይ ሕቶታት እንድሕር ኣለኩም ኣብ ታሕቲ ጸሓፉለይ ብምሉእ ዲስካስ ክንገብረሉ ንኽእል ኢና ግን ምስ ድሃይ ኤርትራ ምስ ዓካ ዓካ ዝገበርናዮ ቃል መጠየቕ ስለ ዘሎ ንዕኡ ከድኩም ውን ክትሪእዎ ትኽእሉ ኢኹም ካብኡ ዝተረፈ ከኣ ኣብ ካልእ ግዜ ንዛረበሉ ሳብስክራይብ ተዘይጌርኩም ሳብስክራይብ ግበሩ ከምዚ እንዳገበርና ከነዕልለሉ ማለት እየ የቀንየለይ ሰላም ተኸታተልቲ እዛ ቻነል እዛ ቻነል ናብ ማሕበራዊ ቁጠባዊ ፖለቲካዊ ኩነታት ናብራና ብጃመይ ንምብርካት ተፍተያ ስለዚ ሼር ሳብስክራይብ ምግባር ኣይትሕመቑ